ዓለም ጸሊም ሽፎን ተኸዲና ከይፈለጠት ሕጸዶ ተሓጺና ሸቐልቀል ክትብል ድቃስ ስኢና ኣብ ኩሉ ኮይኑ ብዛዕባ ሕጸ ዘረባ ኣቦ ጓይላ ኮቦሮ ዳስ እንዳሃረመ ምስ እምብታ ሸቢቡ ከይዱ ዓለሙሉ ዓዲሙዋ ሓይሉ እንከርኢ ጀሚሩ በተን በትሪ ሒዘን ንሰባት ዘሳድዳ እንተ ደልየ ዝምሕራ ዝቐትላ ዓለሙሉ ብሽመን ዘጸውዓ ጀሚሩ ኣቦ ጓይላ ኮቦሮ ክሃርም እንከይ በለ ሃብታም ምስ ድኻ ቦሎ ቦሎ ቦሎ ቦሎ ኮይኑ በል ማማ ሓንቲ ኮቦሮ ትሃርም ኣጽም ብሓንሳብ ኩላ ሽዑ ዘኪራ ኩላሰብ ምዃና ዓቕሚ ከምዘይብላ መጺኻና ናባይ ናባኻ ናባኺ ናባኽን ናባኹም ኖው መንጢልካና ምስልና ኣግዲፍካና ባህልና ፈሊኻና ካብ ፈተውትና ኣፍሪሕካና ህርመቱ ወሲኹ ልብና እሞኸ ተዛረብ እስከ ኣታ ኣቦ ጓይላ እንታዩ መደብካ ወረ ወረ ወረ ወረ ወረ ወረ ወረ እንታዩ ድላይካ ካበይ ኢኻ መጺኻ ኣዞንቱ እንዶ ስደድ መልእኽትኻ ስቕ ኢልካ ኣይትህረም ኮቦሮ ሂም ኣይተስምዓና ሕጸ መሪርዩ መርዓስ ኣይትበለና ጸሊምሲ ተኸዲና ብርሃን ገጽና ኣይተዳግመና ከም ሰባት ንሕና ብንሕና ዶ ደሊኻ ሓይልና ከተርእየና ደሊኻ ዶ ሓይልና ኽምለስ ናባና ወይ ተመስገን ዝብል ተሳኢኑ እቶም ሸሓኑ ሙሉእ ዝልቕምጹ ሓለፋ ኹሉ የማርሩ ቁራስ ባኒ ዝረኸቡ ብኣንጻሩ ኡፍ ኢሎም ውሒጦሞ እናተከዙ ነዚ መፍርሒ ግዜ ኽሓልፉ ዋላስ ሓጢኣትና በዚሑ መቐረት ተሳኢኑ ህርመተይ ካብ ማዕዶ እንዳሰባዕኩ ኣብ ከተማ ትርጉም ዘይብሉ ተኽድዱ ንብጻይኩም ተዳፍኑ ጽባሕ ኣለኹም ዲኹም ዘየለኹም ዘይፈለጥኩም ዋላ ሎሚ ገንዘብ ንኸተምጽኡ ጸደፍደፍ ትብሉ ኦ መሻክን ኣቱም ሰባት ሽግር ሓላፋይ እዩ ትፈልጡ እምበር እስኹም ክንደይ ሽግር ዲኹም ሓሊፍኩ ኣቱም ሰባት ሽግር ከያዳይ እዩ ተስፋ ኣይትቑረጹ ናይ ውሽጢ ገዛ መደብ ሓንጽጹ ኣቱም ሰባት ካቡ ወረ ትዛበጡ ኣብ ምድቃስኩም ምትሳእኹም እንዶ ጸሎት ጸልዩ ሽዑ ሓዲኡ ኣሎ ተምልጡ ካብ ፍርሒ ራዕዲ ተናድኸማ ናይ ጽባሕ መንገዲ ዝተረፈስ ምጥንቃቕ ይንበሪ ድሕሪኡ ስራሕ ናይ ፈጣሪ ኣቱም ሰባት ሎሚ ተደናገጹ ርእስኹም ኣድንኑ ብዝሞቱ ሰባት እንዶ ኣይተላግጹ ታሪኽኩም ኣይተምጽጹ ሎሚ እባ ተማሃሩ ግደፍ ግደፍ ስቕ ኢልኩም ኣይተንጸርጽሩ ተጨኒቕኩም ዓቕሊ ኣጥፊእኩም ኣበይ ኢኹም ክትበጽሑ ሎሚ ንዛርብ እንዶ ብናይ ትማሊ ተማሂሩ ፈተና ዝኣቱ እንዳኣሉ ሕቶ መሊሱ እቲ ደገ ደገ ዝብል ተፋጥጥ ኮይኑ ምስ ፈተና እንዳተፈተነት ቆዚሙ ብቑዝምታ ትጥምተንዎ እጥምታ ኢሉ ቆዚምላ ኤ ዓርከይ ክያረ እዩ ሕክያና ኢልና ዓርከይ ሓቂ ተቐሪባትካ ናበይ ኢኻ ክትከይድ ሎሚ እንደገናዶ ደሊኻ ክትሕሱ ከተመኽኒ ከተምልጥ እንዳረኣየት ዓይኒ በላ ኢሊ ንንነፍሲ ምስ ሕሉፍ ኣይትጸባጸቢ ግበሪ ደኣ ሕጂ እቲ ዘድሊ ሓንቲ'ያ እታ መንገዲ ዘይብላ ዘዋሪ ተዋሂባትካ ኣላ እንተኽፍእ ነብስኻ ከተድሕን ሎሚ ጉየ ጉየ ጉየ ጉየ እንከለካ ግዜ ግዜ ኣይተናዲ እሞ'ኸ ሽዑ ሕጸ ተወዲኡ ኮቦሮ ተተሃሪሙ ዓዳመ ንመርዓ ክብሉ ፋሕ እንተ በሉ እቲ ዝጥንቀቕ ተተተቂፉ እሞኸ ሽዑ ሓራይ እስከ ስምዑ ናይ ኮቦሮስ ብንጉሆ ምሸት እንተ ጸልዩ ኣብ ፈጣሪ ተወኪሉ ሽዑ በሉ ሓይሊ ጌርና ልዕሊ ሓይሊ ዝገበሩ ትብዓት ኣሕዲርና ልዕሊ ትብዓት ዘሕደሩ ተደጋጊፍና ልዕሊ ዝተደጋገፉ ተማሂርና ልዕሊ ዝተመሃሩ ተመሊስና መሊስናውን ነቶም መንገዲ ጥብዓት ዝኸዱ ከምኡ ኢልኩም ትጭርሑ ተስፋ ግበሩ ከም ትድሕኑ ፈጣሩ ዋላ ከምኡ እዩ ዝፈቱ እንተዘይኮይኑ ኣቦ ጓይላ ተሓዙ ዘይብሉ ኮቦሮ ተሃሪሙ ዲም ተተሰሚዑ ክስዕብ ኢኻ መስለኒ ኣሰር እቶም ድጸነቱ።